ሰላም ኣምላኽ ንኹልኻትኩም ይኹን ፓስተር ዮናታን ሕሩይ ካብ ቶሮንቶ ካናዳ ሰላም ንኹልኻትኩም ይኹን ኣብዚ ቀረባ እዋን ብዙሓት ሰባት ሕቶታት ዝሰደዱለይ ወይ ከዓ ንዝሓተቱኒ ሰባት ኣለዉ እሱ ድማ ጎይታና የሱስ ክርስቶስ ኣብ ዕለት 23 መስከረም 24 ክምለስ ምዃኑ ዝተዛረበ ሓደ ሓው ኣሎ ካብ ደቡብ ኣፍሪቃ ብዛዕባ እቲ እሱ ዝተዛረቦ ናቱ ቃለ መሕትት ሰይዶምለይ ዝረኣኽዎ ነገራት ኣሎ ካብኡ ብምብጋስ ሓደ ሓደ ሓሳባት ብሓንሳብ ንክንመሃር ብዝብል ሓሳብ እዩ ትምህርቲ ጀሚርናዮ ዘለና እዚ ፅሟቕ ናይቲ ትምህርቲ ሓፂር ሓፂር ሓሳብ ንከጨብጥ ጥራይ እዚ ሕጂ ሓፂር ዝዛረበሉ ዘለኹ ጎይታና የሱስ ክርስቶስ ከምቲ ቃሉ ዳግም ተመሊሱ ከም ዝመፅእ መፅሓፍ ቅዱስ ይነግረና ኣብ ማቴዎስ ዕስራን ኣርባዕተን እንተ ኣንቢብና ተር ኣቢሉ ጎይታ የሱስ ክርስቶስ እቲ ምልክት እንታይ ከም ዝኸውን እንታይ እንታይ ተርእዮታት ከም ዝህሉ ግልፂ ዝኾነ ነገራት ክነግረና ከሎ ንርኢ ንምንታይ ኢና እዚ ትምህርቲ እዚ ንመሃሮን ዝብል ሓሳብ ሓደ ሰባት ብዝበልዎ ወይ ከዓኒ ሰባት ብዝዛረብዎ ዘይኮነስ ናይ ሰባት መርገፅ ዘይኮነስ ንሕና ብቃል ኣምላኽ ፅፁይ ዝኾነ መርገፅ ክህልወና ቃሉ እንታይ ይብለኒ ኣሎ ኣብ ዝብል መርገፅና መታን ከነዕሪ ማለት እዩ ብካልኣይ ደረጃ ድማ ቃል ኣምላኽ ክፋል ቃል ኣምላኽ ሱስ 26.7 ክፋል መጽሓፍ ቅዱስ ትንቢት ከም ዝኾነ መጽሓፍ ቅዱስ ይነግረና። ትንቢት እዩ ኩሉ እቲ ኣብ መጽሓፍ ቅዱስ ተጻሒፉ ዘሎ 26.7 ማለት እንታይ ማለት እዩ? ካብ ሓደ ርብዒ ንላዕልስ ትንቢት እዩ ማለት እዩ። ብሳልሳይ ደረጃ ተስፋ ኣመንቲ ስለ ዘሕድስ እዩ። እቲ ጎይታ የሱስ ክርስቶስ ንዓይን ንዓኻትኩም ዝነገረና ተስፍኡ ብዛዕባኡ ክንዛረብ ከና ተስፋና ስለ ዝሕደስ እዩ። ብኡ መጠን ድማ ቃል ኣምላኻዊ ርእየት ስለ ዝህበና እዩ። ርእየትና ወይ ከኣ ኣረኣእያና ብቃል ኣምላኽ መሰረት ስለ ዝቐርጾ ማለት እዩ። እግዚኣብሔር ይመስገን። ኣብ መወዳእታ ድማ እቲ ዘመን ቅኑዕ ስእሊ ነቲ ዘመን ቅኑዕ ዝኾነ ስእሊ ይህበና። ኣብ መወዳእታ የዳልወና ማለት እዩ እግዚኣብሔር ይመስገን ሰለስተ መርገፅ ናይ ወንጌላውያን ከም ዘሎ ንርኢ እቲ ቀዳማይ እንታይ ጎይታና የሱስ ክርስቶስ ቅድሚ መከራ ቅድሚ እቲ ናይ ሸውዓተ ዓመት መከራ እዩ ዝምለስ ዝብል መርገፅ ክኸውን ከሎ እቲ ካልኣይ ድማ ኣብ ማእከል መከራ ወይ ከዓኒ ኣብ መንፈቕ ናይቲ መከራ እዩ ዝመፅእ ዝብል መርገፅ ክኸውን ከሎ እቲ ሳልሳይ ድማ ድሕሪ መከራ ናይቲ ሸውዓተ ዓመት ናይ መከራ ዘመን ምስ ተወድአ ሽዑ እዩ ጎይታ የሱስ ክርስቶስ ዝመጽእ ዝብል ሓሳብ እዩ ኣቐዲመ ክዛረበሉ ዝደልዮ ነገር እንታይ እዩ ናተይ መርገጽ እቲ ቀዳማይ ቅድሚ መከራ ጎይታ የሱስ ክርስቶስ ከም ዝመጽእ ኣብ ቃል ኣምላኽ ተራ ቢልና ክንሪኦ ኢና ማለት እዩ ስለዚ ጎይታና የሱስ ክርስቶስ ልክ ኣብቲ ኣብ ማቴዎስ 24 ዝበሎ ኩሉ እቲ ንሱ ተዛረቦ ቃል ቃል ብቃሉ ኣብዚ ምድሪ እዚ ክፍፀም ከሎ ንርኢ ማለት እዩ ሓደ ካብቲ ጎይታ የሱስ ክርስቶስ ተዛረቦ ነገር እንታይ እዩ እምኒ ኣብ ልዕሊ እምኒ ከም ዘይተርፍ እብለኩም ኣለኹ ኢሉ ንደቀ መዛሙርቱ ዝነገሮም ማቴዎስ 20 4 ፍቕዲ ክልተ ማለት እዩ እዚ ድማ ኣብ ሰብዓ ዓመተ ምረት ሮማውያን ነቲ ናይ ኣይሁድ ናይ ዓመፅ ክሰብሩ ከለዉ ንኣይሁዳውያን ካብቲ ቦታ ኣባሪሮም ነቲ ቤተ መቅደስ ኣንዲዶሞ ኣፍሪሶሞ ድማ ስለዚ እቲ ኣብኡ ዝነበረ ወርቂ ክነድድ ቤት መቅደስ ክነድድ ከሎ እቲ ወርቂ እንታይ ዝኸውን መኺኹ ናብ ታሕቲ እዩ ዝወርድ። ስለዚ ኣብቲ ከባቢ ዝነበሩ ኣህዛብ ኩላቶም ተኣኪቦም ነቲ እምኒ ኣብ ልዕሊ እምኒ ክሳዕ ዘይተርፍ እናፈንቀሉ ነቲ ወርቂ ይኣርይዎ ይወስድዎ ነይሮም። ስለዚ ጎይታ የሱስ ክርስቶስ ዝተዛረቦ ቃል ቃል ብቃሉ ከም ተፈጸመ ንርኢ። ድሕሪኡ ድማ ጎይታ የሱስ ክርስቶስ ሓደ እኳ ከየስሕተኩም ብዙሓት ብሽመይ ኣነ ክርስቶስ እየ እናበሉ ክመጽኦም ኢሉ ጎይታ የሱስ ክርስቶስ ክዛረብ ከሎ ንርኢ። ብዙሓት ብፍላይ ኣብ ዘበና ብዙሓት ሰባት ከምኡ ኢሎም ከም ዝመጹ ንርኢ ማለት እዩ። ሕጂ እንታይ እዩ እዚ ጎይታ የሱስ ክርስቶስ እቲ ዝተዛረበና ቃል ቃል ብቃሉ ይፍጸምን ይኸውን ከም ዘሎ ዘርእየና ነገር ማለት እዩ። ብዙሓት እየ ዝብለኩም ዘለኹ ኣነ እኳ ዝሰማዕክዎ ዘንበብክዎ ብዙሓት ክሳብ 14 15 ዝኾኑ ኣነ የሱስ እየ እናበሉ ኣብ ተመሳሳሊ ዘመናት ማለት እዩ። እዚ ድማ እንታይ እቲ ናይ ሓሶት መንፈስ ኣብ ልዕሊ ሰባት ዓሲሉ ናይ ሓሶት ናይ ሓሶት መንፈስ ኣብ ልዕሊኦም ክሰርሕ ከሎ ኢና ንርኢ ማለት እዩ ውግእን ወረ ውግእን ከም ዝኸውን መፅሓፍ ቅዱስ ይነግረና ኣብ ብዙሕ ቦታታት ናይ ዝምድ እዚ ማለት እዩ ሕጂ ኣብዚ ግዜ እዚ ሓደ ፀብፃብ ክዛረብ ከሎ እንታይ ይብል ኣብ ሚእትን ዕስራን ሰለስተን ቦታታት ማለት እዩ ኣብ ሓንቲ ሃገር ክልተ ሰለስተ ቦታታት ክኸውን ይኽእል እዩ። ኣብ ሚእትን ዕስራን ሰለስተን ቦታታት ኣክቲቭ ዝኾነ ምቅታል ወይ ከኣ ኩናት ከም ዘሎ ይጽብጽብ ማለት እዩ ይዛረብ ኣብ ሙሉእ ዓለም ማለት እዩ እዚ ሃገር ኣብ ልዕሊ ሃገር እሱ ኣብ ቦትኡ እንከሎ ቀቢላ ምስ ቀቢላ ዝዋግኣሉ ድማ ብዙሕ ቦታታት ከም ዘሎ ድማ ንርኢ ስለዚ ውግእን ወረ ውግእን ክትሰምዑ ኢኹም ኢልና ጎይታና የሱስ ክርስቶስ መንግስቲ እውን ኣብ ልዕሊ መንግስቲ ክለዓል እዩ ኢሉ ጎይታ የሱስ ክርስቶስ ነጊርና ሓሰውቲ ሓሰውቲ መማህራን ከም ዝትስኡ ነጊርና ሓሰውቲ ክርስቶስ ወይ ከዓ መሲሓት መሲሕ ጥራይ ዘይኮነስ ሓሰውቲ መማህራን እውን ከም ዝለዓሉ ሓሰውቲ መማህራን እውን ከም ዝመፁ ድማ ጎይታ የሱስ ክርስቶስ ነጊርና ኣሎ ማለት እዩ ስለዚ ጎይታና የሱስ ክርስቶስ ብምንታይ ኣገባብ እዩ ዝምለስ ዝብል ሕቶ ክንምልሽ እንተደኣ ኮይኑ ደቀ መዛሙርቲ ጎይታ የሱስ ክርስቶስ ኣብ ግብረ ሃዋርያት ሓደ ካብ ትሽዓተ ክሳብ ዓሰርተ ሓደ ካብኦም ናብ ሰማይ ክዓርግ ከሎ ክልተ ጻዕዳት ተኸድኑ ሰብኣት ሰብኡት ኣብኡ ምስኦም ነይሮም ይብለና ኣቱም ሰብ ገሊላ ስለምንታይ ናብ ሰማይ እናጠመትኩም ደው ኢልኩም ኣለኹም እዚ ካባኻትኩም ናብ ሰማይ ዝዓረገ የሱስ ከምቲ ናብ ሰማይ ክዓርግ ከሎ ዝርኤኹሞ ከምኡ ገይሩ ድማ ክመፅእ እዩ ኢሎም ክዛረቦም ከሎ ንርኢ እዚ እንታይ እዩ ዘርእየና? ከምቲ ጎይታና የሱስ ክርስቶስ ካብዚ ምድሪ እዚ ካብ ደቀ መዛሙርቱ ተፈልዩ ናብ ሰማይ ክዓርግ ከሎ ዝረኣይዎ ብተመሳሳሊ ኣገባብ ድማ ካብ ሰማይ ናብዚ ምድሪ እዚ ከም ዝምለስ እዩ ዘርእየና ማለት እዩ። እግዚኣብሔር ይመስገን። የሱስ ንምንታይ እዩ ዝምለስ? ጎይታና የሱስ ክርስቶስ ዝምለሰሉ ምክንያት እንታይ እዩ? ሓደ ከምቲ ዘተስፎ ተስፍኡ ክፍጽም ክምልእ ክመጽእ እዩ እነሆ ቀልጢፈ እመጽእ ኣለኹ ነፍሲ ወከፍ ከከም ግብሩ ክፈድዮ እየ ዓስበይ ምሳይ ወካኒ ዓስበይ ኣብ ኢደይ እዩ ኢሉ ጎይታ የሱስ ክርስቶስ እቲ ዝተዛረቦ ቃል ክፍጽም ናብዚ ምድሪ ከም ዝመጽእ ዓስቢ ድማ ነፍሲ ወከፍ ከም ዝህብ ተዛሪቡ ኣሎ ማለት እዩ ኣብ ዮሃንስ 14 ካብ 2 ክሳብ 3 ድማ እንታይ ይብል ስፍራ ከዳልወልኩም እኸይድ ኣለኹ ኢሉ ጎይታ የሱስ ክርስቶስ ንደቀ መዛሙርቲ ነጊርዎም ስፍራ ከዳልወልኩም እንታይ እገብር ኣለኹ? እኸይድ ኣለኹ። ስለዚ ጎይታና የሱስ ክርስቶስ ስፍራ ከዳልወልና ከይዱ ኣሎ። ነቲ ስፍራ ምስ ኣዳለወልና ድማ ናብዚ ምድሪ እዚ ተመሊሱ ክመጽእ እዩ። እግዚኣብሔር ሽሙ ይባረኽ። ስለዚ ኣብቲ ኣነ ዘለኹዎ ንስኻትኩም እውን ኣብኡ ምእንቲ ምእንቲ ክትኮኑስ ተመሊሰ ክመጽእ እሞ ናባይ ክወስደኩም እየ ኢሉ ጎይታ የሱስ ክርስቶስ ኣርጊጹ ክዛረብ ከሎ ንደቀ መዛሙርቱ ንሪኦ። ስለዚ ኣብዚ ምድሪ እዚ ንሕና ተስፋ ከም ዘይብሎም ኣይኮናን ኣብዚ ምድሪ ዝነብር ጎይታ የሱስ ክርስቶስ መፅኡ ዳግም ናብዚ ምድሪ ዝመፅኡ ካብዚ ምድሪ እዚ ክወስደና እዩ እግዚኣብሔር ኣምላኽ ሽሙ ይባረኽ ስለዚ ኩላትና ክንዳሎ ክንፈልጦ ዝግባኣና ነገር ክንፈልጥ ይግባኣና ኣብቲ እቲ ነዊሕ ትምህርትታት ተኸታታሊ ንዕኡ ክትከታተልዎ ከተባብዓኩም እደሊ መፅሓፍ ቅዱስ ባዕላትና ከነንብብ ክንምርምሮ ክንፈልጥ ናይ ኣምላኽ ሰባት ብዛዕባ እዚ ጉዳይ ዝመሃርዎ ቤተ ክርስቲያን ትምህሮ ትምህርቲ ክንፈልጥ ኣዝዩ ኣገዳሲ ኣገዳሲ ዝኾነ ትምህርቲ እዩ ማለት እዩ ብፍላይ ዳግም ብዛዕባ ዳግም ምፅኣት ጎይታና የሱስ ክርስቶስ ኣብ ቤተ ክርስቲያን ኣብዚ ዘመን እዚ ዳርጋ ተረሲዑ ዘሎ ሓሳብ ከም ዝኾነ ይስምዓኒ ንዓይ እዚ ድማ እንታይ እዩ እንታይ ዘርእየና ፈፂሙ ክርሳዕ ዘይብሉ ቃል ወይ ከዓ ትምህርቲ መፅሓፍ ቅዱስ ከም ዝኾነ ይርዳእኒ ምክንያቱ እዚ ተስፋና ዘሕድስ ኣብዚ ምድሪ እዚ ንሕና ነበርቲ ኣይኮናን ሓደ መዓልቲ ወይ ወይ ኣብዚ ካብዚ ምድሪ እዚ ካብዚ ካብ ህይወት ክንፍለ ኢና ወይ ከዓ ጎይታ የሱስ ክርስቶስ ዳግም መፂኡ ክወስድና እዩ ስለዚ ሰብ ተስፋ ኢና ንሕና ተስፋ ከም ዘይብሎም ኣይኮናን ወለዲ ከም ዘይብሎም ውሉድ ወይ ከኣ ቆልዑ ሓዲጉና ኣይኮነን ጎይታ ከይዱ ዳግም መጽኡ ካብዚ ምድሪ እዚ ክወስደናን ናብቲ ንሱ ዘለዎ ድማ ምስኡ ክወስደና እዩ እግዚኣብሔር ኣምላኽ ሽሙ ይባረኽ ስለዚ በዚ ቃል እዚ ከተባብዓኩም ንፈቱ ሓፂር ጸሎት ምስ ጸልና ክንውዲ ኢና እግዚኣብሔር ኣምላኽ ጎይታ ሰራዊት ብሽም የሱስ ክርስቶስ ጽልያ ኣለኹ ንነፍሲ ወከፍ እግዚኣብሔር ኣምላኽ ተዓዘብቲ ሰማዕቲ ኣብ ዘለዎ ቦታ ንስኻ እግዚኣብሔር ኣምላኽ በዚ ሓቂ እዚ ክትባርኾም እግዚኣብሔር ዓይነቶም ክትከፍት እግዚኣብሔር ኣምላኽ ተስፋ ምምላስካ እግዚኣብሔር ኣምላኽ ኣብ ልቢ ነፍሲ ወከፍና እግዚኣብሔር ኣምላኽ ክዓዝዝ ጸልያ ኣለኹ በዘን ቃላት እዚኤን ንሓድሕድኩም ተፃናንዑ ዝብል ቃል ስለ ዘሎ ጎይታ ነፍሲ ወከፍ ሰማዕቲ በዚ ሰዓት እዚ እግዚኣብሔር ኣምላኽ በዘን ቃላት እዚኤን ኣፃናንዕ ኣለኹ እግዚኣብሔር ሽምካን ዘለኣለም ይባረኽ ክብሪ ኩሉ ንዓኻ ንበይንኻ ይኹን ብሽም ወድኻ የሱስ ክርስቶስ ፅልያ ኣለኹ